ሻሎም ሻሎም ሰላም ኣምላኽ ብክርስቶስ የሱስ ንዓኻትኩምን ንቤትኩምን ይኹን ህዝቢ ኣምላኽ ከመይ ቀኒኹም ብኣይ ወገን ኩሉ ሰላምን ደሓንን እዩ ኣምላኽ መስገን ብኣኻትኩም ከዓ ከምኡ ምዃኑ ይኣምን እየ የሱስ ክርስቶስ ጎይታ እዩ ሎሚ ከዓ እስከ ሓንቲ ሓፃር ቃል ክንካፈል ኢና እንታይ ዝብል ኣርእስቲ ሂብዮ ዘለኹ ተጠራጣሪ ኣይትኹን ዝብል ኣምላኽ መስገን እስኪ ካብዚ ከዓ እንታይ ክንመሃር ኢና ሎም መዓንቲ እዚ ምጥርጣርሲ ብዙሕ ግዜ ኣብ ሂወትና ናብ ሓደ ዓወት ከይንበፅሕ ዝገብረና ብሰንኪ ምጥርጣርና እዩ ኣብ ብዙሕ ጉዳያትና ኣብ ህይወትና ኣብ ስራሕና ኣብ መነባብሮና ኣብ ደቅና ጥርጥር ካብ ብዙሕ ናይ እግዚኣብሔር ሓሳብ የትረፈካ እዩ ንድሕሪት ሕጂ ተጣራጣራይ ክትከውን ዘይኮንካስ ኣይትጠራጠር እዩ ድብል ቃል ኣምላኽ ከምቲ ንቃሉ ኣሚንና ነዚ ምድሓን እዚ ረኺብና ዘለና ነቲ ኢኻ ዝበለካ ኣሜን ኢልካ ክትቅበሎ እዩ ሓሳብ ኣምላኽ ወይ ቃል ኣምላኽ ዝነግረና ስለዚ ተጠራጣሪ ኣይትኹን ማለት እንታይ ማለት እዩ መጀመርያ የሱስ ክርስቶስ ንቶማስ ተጠራጣሪ ኣይትኹን ክብሎ ከሎ ኢና ንሰምዓ እዛ ቃል እዚኣ ንምንታይ ኢኹም ኢልዎ ከዓ እስኪ ንርኣዮ እቲ ሓሳብ ኣበይ ዘሎ ኣብ ወንጌል ዮሃንስ ምዕራፍ 20 ካብ ፍቕድ 24 ጀሚረ ከንብቦ እየ እቲ ክፍሊ ጽሑፍ ድማ ከምዚ ይብል፣ እቲ ዲዲሞስ ዚበሃል ቶማስ፣ ሓደ ኻብቶም ዓሰርተ ክልተ ግና፣ የሱስ ኪመጽእ ከሎ ምሳታቶም ኣይነበረን። ድሕሪ ሞት የሱስ ክርስቶስ ምስ ተንስአ፣ ድሕሪ ትንሳኤ ምስኦም ኣይነበረን፣ ኪርእይዎ ኸለዉ ማለት እዩ፣ ኪረኽብዎ ኸለዉ። እቶም ካልኦት ደቂ መዛሙርቲ ኸኣ ንጐይታ ርኢናዮ በልዎ። ንሱ ግና ኣሰር እቲ ሽንካር ኣብ ኢዱ እንተ ዘይርኤኹ፣ ኣጻብዕይ ድማ ኣብቲ እተሸንኰሮ እንተ ዘየእተኹ፣ ኣብ ጐድኑውን ኢደይ እንተ ዘየእተኹስ ኣይኣምንን እየ በሎም። ምንታይ ናይ ባዕሉ ፕሩፍ ደልዩ ኣይገርመኩምን? የሱስ ክርስቶስ እኮ ንሰለስተ ዓመትን ፈረቓን ምሂርዎም ክመውት ምዃኑ ክትንስእ ምዃኑ ብሳልሳይ መዓልቲ እዚ ኩሉ ይነግሮም ነይሩ ወላ እኳ እተዘይስተውዓሉሉ ይብለና ደሓር እዩ ክበርሃሎም ግን ተሲኦ ተሲኡ ርኢናዮ እንዳበልዎ ሲ ኣይኣመነን ኣይኣመነን ቶማስ ኣብዚኣ ቶማስ የሱስ ክርስቶስ ክእርሞ ከሎ ወይ ድማ ክቕጥዖ ከሎ ኢና ንርኢ ምክንያቱ ብምጥርጣሩ ሲ ርኤ ዝኣምን እዩ ዝብል ዘሎ እምነት ግን ከይረኣኻ እያ ስለዚ ኢሎሞ ኣይኣመነን ሶ ብድሕሪኡ ግን ይብለና ቁፅሪ 26 ድሕር ኣንቢብናዮ ድሕሪ ሸሞንተ መዓልቲ ኸኣ እቶም ደቀ መዛሙርቲ ከም ብሓድሽ ኣብ ውሽጢ ነበሩ፣ ቶማስ እውን ምሳታቶም ነበረ። መዓጹ ተሸጒሩ ኸሎ የሱስ መጸ፣ ኣብ ማእከሎም ደው ኢሉ እውን ሰላም ንዓኻትኩን ይኹን ንዓኻትኩም ይኹን በሎም። ደሓር ከኣ ንቶማስ ኣጻብዕኻ ናብዚ ኣምጽእ፣ ነእዳወይ እውን ርኣ፣ ኢድካ ኸኣ ናብዚ ኣምጽእ እሞ ናብ ጎነይ ኣእትዎ፣ ኣማኒ እምበር ዘይኣማኒ ኣይትኹን በሎ። እዚኣ ኣርእስተይ ሎማዓንቲ ኣማኒ እምበር ዘይኣማኒ ኣይትኹን። ነቲ ዝተባህለልካ ነቲ ብክርስቶስ የሱስ ልክዕ ክርስቶስ የሱስ ክስቀል ክመውት ክትንስእ ከለኩ ኣይነበርናን ብሩኻት ስሌና ዝተኸፈለ ዋጋ ግን ኣሜን ኢልና ብምቕባል ኢና ነዚ ምድሓን እዚ ነዚ ህይወት እዚ ነዚ ህይወት ዘለኣለም ነዚ ዕረፍቲ ዝረኺብናዮ ዘለና ብሩኻት ስለዚ ነቲ ብክርስቶስ የሱስ ዝኾነልና ምድሓን ኣሜን ኢልና መጺና ሕጂ ነቲ ፈውሲ ነቲ በረኸትሲ ክንጠራጠሮ ኣይግባኣናን እዩ ተጠራጣሪ ኣይትኹን ኢልዎ በቃ እንታይ ደኣ ኣማኒ ኹን ዘይኣማኒ ትኹን ነገራት ኣሎ ንዑ ኮንካ እንትኣምን ነየን ደኣ ነቲ ክርስቶስ የሱስ ኢኻ ዝበለካ ንዑ እመኖ ብሩኻት እምነት እኮ ነቲ ተስፋ ዝግበሮ ርግጽ ምግባር እኮ እያ ሓቀይ እንዴ ቃል ኣምላኽ እኮ ከምኡ እዩ ዝብለና ብዘይ እምነት ንእግዚኣብሔር ከተስምሮ ኣይትኽእልን ነቲ ሓሳብ እግዚኣብሔር ነቲ እግዚኣብሔር ዝበለልካ ብእምነት ኢኻ ተስምሮ ስለዚ ኣማኒ እምበር ዘይኣማኒ ኣይትኹን ኢሉ ኢየሱስ ክርስቶስ እንታይ ዝገብሮ ዘሎ ዝገንሖ ዘሎ ፅቡቅ ጌርካ ሓቅኻ ክትርኢ ነርካ ኣይበሎን እንታይ ደኣ ነቲ ዝተባሃለልካ ምእማን ኣነ ንስኻትኩምን ከዓ ኣብዚ ሰዓት እዚ እቲ ብክርስቶስ የሱስ ዝኾነልና ነገር ኢኹም ዝበለና ቃል ኣምላኽ ኢና ክንብል ከለና ኢና እንታይ ንኸውን እግዚኣብሔር ዝሕጎስ ምክንያቱ ነቲ ቃሉ ኣሚና እንዲና ደው ኢልና ዘለና ብዘይ ጥርጥር ብዘይ ጥርጥር ተዋላዋሊ ትኹን ኢልዎ ዘይኣማኒ ኣይትኹን ኣማኒ ኹን ንእግዚኣብሔር ዳኣ እንታይ ሕጉሶ ተልኩምኒ እቲ ቃል ዝብሎ ኣሜን ኢሉ ዝቕበሎ ኣብኡ ደው ዝብል ዘይወላወል ዘይጠራጠር ኣብ ኣምላኽ ግን ሙሉእ ተኣማንነት ዘለዎ እዚ ንኣምላኽ የሐግሶ ብሩኻት ቀፂሉ ሽዑ እንታይ ኢሉ ቶማስ መሊሱ ከዓ ጎይታይን ኣምላኸይን በሎ መዓዝ ምስ ረኣየ ምስ ረኣየ ኣሚኑ ከም ተሰ ኢየሱስ ክርስቶስ ሸግ ንየሱስ እንታይ ኢልዎ? የሱስ ከኣ ሳላ ዝረኤኻኒ ኢኻ ዝኣመንካ፣ እቶም ከይረኣዩ ዝኣምኑ ብፁዓን እዮም፣ የሱስ ክርስቶስ ጐይታ እዩ። ኣየኖት እዮም ኣነን ንስኻትኩምን? ኣይረኣናዮን። ክስቀል ከሎ ይነበርና፣ ክመውት ከሎ ይነበርና፣ ክትንስእ ከሎ ይነበርና። እንታይ ደኣ በቲ ዝተኸፈለ ዋጋ ዝተነግረልና ሰዓት ግን እወ ሓቂ ኣሚነሉ ኣለኹ ስለ ሓጢኣተይ ሞይቱ ስለ ጽድቀይ ተሲኡ እዩ ዝብል እምነት ምስ ኣሕደርና ከኣ ማሕተም መንፈስ ቅዱስ ገይሩ ሓተመና። ሃሌሉያ! እዚ ኩሉ ግን ብእምነት ኢና ተቐቢልናዮ። ፕሬዝ ጋድ። ስለዚ ምስ ረኣኻ ኣይኮንካን ትኣምን ኢልዎ፣ ጎይታ ሕጂ ኣይኮንካን ትብለኒ፣ ተሲኢ ከም ተስኣኹ ምስ ሰማዕኻሲ ከምኡ ክትብል ነይርካ እዩ ዝብል ዘሎ። ሕጂ ንሕና ከብዚ እዋን እዚ ብሩኻት ኣመንቲ እምበር ዘይኣመንቲ ክንከውን ኣይኮነን ፍቓድ ኣምላኽ እንታይ ደኣ እቶም ከይረኣዩ ዝኣምኑ ሃሌሉያ ኣነ ንስኻትኩምን በቲ ዝተነግረሎም ቃል ሓቂ ኣሚኖም የስ ንዓይ ሞይትለ እዩ ንፅድቀይ ከዓ ተስኡ እዩ ክንብል ከለና እዚ ንኣምላኽ የሐጉሱ ነስምሮ ኢና ዘለና ነቲ ሓሳብ ኣምላኽ ኣብ ህይወትና ክፍፀም ኣሜን ኢልናስ ናትና ግደ ንህብ ኣለና ማዕረ ማዕሪኣ ከኣ እቲ ፈውሲ ሓሚምካ እንድሕር ኣለኻ እቲ ብስምብራት ቁስሉ ተፈዊስካ ኢኻ ዝብል ቃል እወ ኣሜን ተፈዊሰ እየ እቲ ኩነታት እኮ ኣሎ እቲ ሕማም እኮ ኣሎ ግን ኖኖ ኣይትዋላወሎን ኢኻ ከይተዋላወልካ ኣማን ኹን ነየናይ ነቲ ቃል ነቲ ዝተነግረልካ ቃል ነጊሮሞ እኮ እዮም እቶም ሃዋርያት እኮ ተስኡ እዩ ርኢናዮ ኢና ኢሎሞ ኖኖኖኖ ብኢደይ ከይተንከፍክዎ ከይረኣኹ ዝተሸንከሮ ከይረኣኹ ኣይኣምንን እየ ኢሉ ብሩኻት ንሕና እኮ ከምኡ ኢና ንገብሩ ዘለና ፈውሲ ምስ ረኣና ንእግዚኣብሔር ነመስግኖ እንተዘይርኢናዮ ግን በቃ በይድ ኣለኹ ንብል ጌጋ እዩ እዚ ጌጋ ጌጋ ጌጋ ብሩኻት ሎማዓንቲ ግን ምንቃሕ ይኹነልና ብሽም የሱስ ክርስቶስ ተጠራጣሪ ኣይትኹን እብላ ኣሎ ሎማዓንቲ መንፈስ ቅዱስ ኣማን ኹን ሃሌሉያ ኣብቲ ዝተባህለልካ ነገር ደው በል ኣብ ኩነታት ካልእ ክብል ይኽእል እዩ ኩነታት ኩነታት ናይ ጥዕና ካልእ ክብል ይኽእል እዩ ኣነ ዝኣምኖ ግን እቲ ተፈዊስካ ዝብል እየ ዝኣምኖ እቲ ተባሪኽካ ዝብል እየ ዝኣምኖ እቲ ተዓዊትካ ዝብል እየ ዝኣምኖ እቲ ገዛኢ ኢኻ ዝብል እየ ዝኣምኖ ክንብል ከለና ግን በዚ ንእግዚኣብሔር ነስምሮ ኣለና ማለት ብዘይ እምነት ንኣምላኽ ከስምሮ ዝኽእል የለን የሱስ ክርስቶስ ጎይታ እዩ እምበኣር ቀጺልና ንሪኦ ሃሌሉያ ብዛዕባ ቶማስ ኢና ክንርኢ ጸኒሕና ሕጂ ከዓ ያዕቆብ እንታይ ኢለና እስኪ ናብ ያዕቆብ ከዓ ንኺድ ሃሌሉያ ያዕቆብ ምዕራፍ ሓደ ፕሬዝ ጋድ የሱስ ክርስቶስ ጎይታ እዩ ሃሌሉያ ኣብ ምዕራፍ ሓደ ካብ ሽዱሽተ ስጋዕ ሸውዓተ ዘሎ ሓሳብ እስኪ ክንሪኦ ኢና እቲ ዝጠራጠርሲ ኢሉ ከምቲ ንፋስ ዝደፍኦን ዝመልሶን ማዕበል ባሕሪ እዩ ዝመስል እሞ ከይተጠራጠረ ደኣ ህ ብእምነት ይለምን ናብ እግዚኣብሔር ክጽሊ ከለኻስ ይብል ኣሎ ያዕቆብ ዝመኽረና ዘሎ ከዓ ልክዕ ከምቲ ዝጠራጠር ደኮነሲ ከይተጠራጠረ እግዚኣብሔር ክገብሮ ይኽእል እዩ ኢሉሲ ደው ይበል ምክንያቱ ኣምላኽ ከም ቃሉ ስለ ዝኾነ ዝበሎ ዝገብር ኣምላኽ ስለ ዝኾነ ዘይሕሱ ኣምላኽ ስለ ዝኾነ ከም ቃሉ ስለ ዝኾነ ኣብ ግዜኡ ደበኽ ስለ ዝብል ኣይጠራጠር ብል ኣሎ እንተዘይ ኮይኑ ግን እንድሕር እቲ ዝልምን ወይ እቲ ዝፅሊ እቲ ዝማልድ ደሎ እንድሕር ዝጠራጠር ኮይኑ ግን ካብ ኣምላኽ ሓንቲ ኣይረክብን ኢልና ቀፂሉ ሽዕኡ ክልተ ዝልቡ ሰብኣይ ኢሉ ብኹሉ መገዱ ጽኑዕ ኣይኮነን እሞ እቲ ከምዚ ዘመሰለ ሰብ ካብ ጎይታ ገለ ዝቕበል ኣይምሰሎ ኣይምሰሎ ምኽንያቱ ብሩኻት እወ እግዚኣብሔር ኣሎኒ ምሳይ እወ ኣምላኽ ይኣምኖ እየ በዚ ነገር እዚ ከሳግረኒ እዩ ርእየኒ ኣሎ ምሳይ ኣሎ ኣባይ ኣሎ ሕጂ መንፈሱ ኣባይ ስለ ዝሓደረ ይርእየኒ እዩ ውሉድ እየ ናቱ እየ ይግደሰለይ እዩ የፍቅረኒ እዩ ክትብል ጸኒሕካ ሕጂ ተንበርኪኽካ ክትጸሊ ከለኻ ብድድ ኢልካ ተሲእኻ እዋይ ዝናተይ ነገርስ ትብል እንድሕር ኣለኻሲ ኣይተስምሮን ኢኻ ዘለኻ ልክዕ ከምቲ ባሕሪ ኮይልና ልክዕ ከምዚ ማዕበል መጺኡ ዝኸይድ ዝመጽእ በቃ ዝወላወል ኣብ ሓዲኡ በቃ ዘይከውን ኣይ ዘይኣማኒ ኣይ ኣማኒ ጎይታ የሱስ ግን ዘይኣማኒት ኹን ኣማኒ ኹን ሕጂ ብሩኻት እታ ሓሳበይ ዘላ ወላ ብጉዳይ እቲ ንጽልየሉ ጉዳይ ሲ እግዚኣብሔር ከም ድሰማዓና ርግጸኛታት ኮይና ኢና ክንትስእ ዘለና ነገርና ኣረኪብናዮ ኢና ክንትስእ ዘለና እግዚኣብሔር ሰሚዕና ምዃኑ ሰሚዕና ምዃኑ እቲ ኩነታት ኣሎ ብዘየገድስ እግዚኣብሔር ሰሚዕኒ እዩ እቲ ሕማም ኣሎ ብዘየገድስ ኣነ ብስምብራቱ ሓዊኺ ኢኺ ኢሉኒ እዩ ንዑ እየ ዝኣምኖ ክንብል ከለና ግን እዛ እምነት እዚኣ ሲ ንእግዚኣብሔር ሙቭ ተግብሮ እዛ እምነት እዚኣ ሲ ነቲ ትደልዮ ዘለኻ ነገር ክፍፀም ትገብሮ ብዘይ ምጥርጣርካ ዝጠራጠር ግን ሓንቲ ነገር ዝቕበል ኣይምሰሎ ኢሉ ትኽክል እንድሕር ትጠራጠር ኣለኻ ግን ነቲ ናይ ሓሳብ ኣምላኽ ኣብ ህይወትካ ከይፍፀም ወይ ድማ ተደንግዮ ኣለኻ ማለት እዩ ንኣምላኽ ሲ በቃ እሞ ይሰምዓንን እሞ በቃ እዚ ፍቓዱ ይኮነን ማለት እዩ ኢልካ ወላስ ኢሉኪ መን ኢሉ ተፀበዮ ብትዕግስቲ ብዓቕሊ እሱ ይሰምዕ እዩ ይርኢ እዩ መልሲ ከዓ የውፅእ እዩ እግዚኣብሔር ኩሉ ግዜ ምስቶም ውፅዓት እግዚኣብሔር ኩሉ ግዜ ምስ ውሉዱ እግዚኣብሔር ኩሉ ግዜ ምስቶም ዝደልይዎ ምስቶም ገፁ ዝደልዩ እግዚኣብሔር ፍቕሪ ዝኾነ ምሕረተኛ ዝኾነ ኣቦ ስለ ዘለና እዚ ብምርዳእ ኢና እንታይ ክንገብር ዘለና ናብ ቅድሚኡ እውን ክንቀርብ ከለና ወይ ክንሓቶ ከለና ሲ ኣብቲ ናቱ ህላውነት ስለ ዘለና ኣብ ዝኾነ ሰዓት ኣምላኸ ይርድኣኒ ክንብሎ ከለና ይረድኣናን ይሰምዓናን እዩ እንታይ ደኣ ኣይትጠራጠር ዝጠራጠር ግን ንእግዚኣብሔር የጉህዮ እዩ ጎይታ የሱስ ክርስቶስ ንቶማስን ካልኣይ ከዓ ንመን ክቁጥዖ ከሎ ንሪኦ ንጴጥሮስ ሕጂ ብዛዕባ ጴጥሮስ ብዙሕ ስብከታት ሰሚዕና ኣለና ብዙሕ ንዛረበሉ ኢና ግን ብሩኻት ኣብ ህይወትና ኢና ክነምፅኦ ክንክእል ዘለና ኣነኸ ነቲ ቃል ኣሚነ ድየ ድጓዓዝ ዘለኹ ወላስ እጠራጠሮ ኣለኹ እየ ፅባሕ ናይ እግዚኣብሄር እያ ኢለ ዶ ደው ኢለ ኣለኹ ወላ ስጋዕ ስለ ፅባሕ ይፈራሕ ኣለኹ እየ ብዛዕባ ፅባሕ እንድሕር ትፈራሕ ኣለኻ ኮንካ እቲ ኣጆኻ ኣነ ምሳኻ እየ ኣይገድፈካን እየ ከቶ እውን ዕሽሽ ኣይብለካን እየ ዝበለካ ቃል ኣይኣመንካዮ ትጠራጠሮ ኣለኻ ማለት እዩ ሎሚ ግን ብሽም የሱስ ክርስቶስ መንፈስ ምጥርጣር ካባኻትኩም ተነቒሉ ክኸይድ ይጽሊ ኣለኹ እዚ መንፈስ እዩ ክትጠራጠር ዳውት ዳውት ብጣዕሚ እቲ ስፒረት ክንቀል ዘለዎ ብፍልጠትካ ኢኻ ትነቕሎ ነኖ ኣምላኸይ ኢሉ እዩ ክገብሮ ድማ እዩ ከም ዝገብሮ ከምቲ ዝበለኒ ከም ዝገብር ይኣምኑ ኢለ ሃዋርያ ጳውሎስ ምሽ ኣብ ግብሪ ሃዋርያት መርከብ ምስ ተሰበረቶም ኣቱም ሰባት ህዱ ኢልዎም ህዱ እቲ ኣነ ዘገልግሎ ኣምላኸይ ኢሉ ኣምላኸይ ራእይዎሞ ብሩኻት መልኣኹ ልኢኹ ብለይቲ ተዛሪብኒ ዝጠፍኤለን ኢልኒ እሞ ህድኡ በልዑ ተኽኢልኩም ኢልዎም የስ ኣይተጠራጠሮ ነቲ ዝሰምዖ ቃል ጳውሎስ ደው ኢሉሉ ንዕኡ ሃዲኡ ኸኣ ነቶም ህዝቢ ከህድኦም ከሎ ኢና ቃል ኣምላኽ ዝነግረና። የሱስ ክርስቶስ ጐይታ እዩ። ስለዚ ተጠራጣሪ ኣይትኹን፣ ክልተ ዝልቡ ኣይቀንዖን ኢልና ያቆብ። ክልተ ዝልቡ ይትኹን፣ ሓደ ልቢ ኣማኒ ልቢ ይሃልኻ፣ ኣማኒ ልቢ ይሃልኺ። ብዘየገድስ ብኸመይ ኩነታት ትሓልፊ ኣለኺ እመንዮ። ቃሉ ከይተፈጸመ ኣይተርፍን እዩ ንሱ ከይመፀ ኣይተርፍን እዩ ከይመለሰልኪ ኣይተርፍን እዩ እሙን ኣምላኽ ስለ ዝኾነ ኣምላኽኪ የሱስ ክርስቶስ ጎይታ እዩ ስለዚ ክንዋላወል ክንጠራጠር ከለና ንፀላይን ኣፍ ደገ ንኸፍተሉ ብሩኻት እባ ረኣዮ እንዶ እዚ ኩሉ ፀሊኺ እዚ ኩሉ ፀሊኺ ኣበይ ደኣ ኣሎ ክብል ንፀላኢ ኣፍ ደገ ትኸፍተሉ ሽዑ ኣብ ምጥርጣር እታ ምጥርጣር እንዳዓበየት እንዳዓበየት ትኸይድ ሎሚ ግን ምንቃሕ ይኹነልና ብሽም የሱስ ክርስቶስ ኖ ኣይጠራጠሮን እዩ ኣምላኸይ እሙን እዩ ኣብ ሰዓቱ ደበኽ ክብለለ ኢልና ሲ ደው ንበል ነቲ ቃል እቲ ሒዝና ነቲ ዝተነግረልና ቃል ነቲ ዝተነግረልና ተስፋታት ኣምላኽ ሒዝና ደው ክንብል እዩ ሓሳብ ኣምላኽ የሱስ ጎይታ እዩ እስኪ ብዛዕባ ጴጥሮስ ክንሪኣ ደስ ትብለኒ ኣብ ማቴዎስ 14 ሃሌሉያ ካብ ዕስራን ሸሞንተን ጀሚረ ከንብቦ እየ ጴጥሮስ መሊሱ ጎይታይ ንስኻ እንተኾንካ ብማየ ማይ ናባኻ ክመፅእ ኣዝዘኒ በሎ በሎ እዚ ኩልና ንፈልጦ ታሪክ ስለዝኾነ ሕፂረ ከንብቦ እየ ብማየ ማይ ክመፅ ምስ ጀመረ ማዕበል ተላዒሉ ፈሪሖም ምታት ይመስለኒ ስጋዕ ዝብሉ ብማየ ማይ ወክ እንዳገበረ የሱስ ክርስቶስ ክመፆም ከሎ ንዓበለኒ ኢልዎ ንስኻ ትኾንካ ኢልዎ ሕጂ ራዩ ደሓር የሱስ ነዓ በሎ ነዓ ኢልዎ ጸዊዕዎ እዛ ቓል እዚኣ ንጴጥሮስ ሬማ ኮይና እንታይ ጌራቶ መሲልኩም ካብቲ ዝነበሮ ጃልባ ተሲኡ ክንቀሳቐስ ጌራቶ ናብኡ እናጠመተ ክኸይድ ከም ዝጀመረ እዩ ዝነግረና ሽዑ ጴጥሮስ ካብ ጃልባ ወሪዱ ብማየ ማይ እናኸደ ናብ የሱስ እንታይ ገበረ መፀ ናብ መን እናረኣየ ናብ ክርስቶስ እናረኣየ ናብቲ ዝፀውዖ ናብቲ ነዓ ዝበሎ ናብቲ ቃል ዝለኣኸሉ ናብኡ እዩ ዝጥምት ነይሩ ድሓር ግን እንታይ ኮይኑ ብርቱዕ ንፋስ ምስ ረኣየ ግና ፈረሀ ይብለና ነገራት እኮ ብሩኻት ምሽ ንትንስእ እግዚኣብሔር ምሳይ ኢልና መገዲ ንጅምር ወይ ጉዕዞ ንጅምር እቲ ነገር ከዓ እንዳገደደ ምስ መፀ ኣብ ማእከል ኢና ከምዛ ሕጂ ጴጥሮስ ዝገብራ ዘሎ ኢና ንገብር ንፋስ ምስ ረኣየ ግን ፈረሀ፣ ፍርሒ ወሪርዎ። ሽዑ ክጥሕል ምስ ጀመረ ድማ ጎይታይ ኣድሕነኒ ኢሉ ኣእወየ። ሽዑ የሱስ ኢዱ ዘርጊሑ ሓዞ እሞ ኣታ ጎደሎ እምነት ስለምንታይከ ተዋላወልካ በሎ። ስለምንታይ ተጠራጠርካ? ምሽ ኣሚንካኒ ተሲእኻ? ምሽ ተበጊስካ? ብዙሕ ግዜ ኢና ኣብ ህይወትና ከምኡ ንገብር ብሩኻት ኣምላኽ ፈልጥ ኣምላኽ ኣሎ ኣሎ ምሳይ ኢልና ንጅምሮ እሞኒ እቲ ነገር ገዲዱ ምስ ረኣናዮ ዋ ኣታ ጎይታ ስቕዲኻ ትብል ንብሎ ምቕፃል ዝበሃል ነገር ኣሎ እወቲ ነገር ይገድድ ኣሎ ምሽ ቀፅል ግን ንስኻ ኣብታ እምነትካ ኣረ ሎሚ ንብዙሓት እዚ መልእኽቲ ይብል ኣለኹ ተጣራጣሪ ኣይትኹን እብለካ ኣሎ ጎይታ ተጣራጣሪት ኣይትኹኒ እቲ ናባይ እናጠመትኪ ዝጀመርክዮ ጉዕዞ መልእዮ ቀጽልዮ ቀጽሎ ንዕኡ እናረኣኻ ዝጀመርካዮ ኣገልግሎት ናብኡ እናጠመትካ ዝጀመርካዮ ጉዕዞ ዝጀመርክዮ ሕክምና ድዩ ወላ ጥዕና ኩሉ ዝመፅእ ብናቱ ንዑ እናጠመትኪ ንሱ ይሓልየልኩም እዩ ኩሉ ሓልዮት ሓዳር ሓልዮት ናብራ ሓልዮት ዝኾነ ኣገልግሎት ናብኡ ኣንፃዮ ንሱ ክረድኣካ እዩ እሙን እዩ ስለዚ ተጣራጣራይ ደይኮነ ኣማኒ ኹን ናይ ጥዕና ነገር ኣሎ ሎም መዓንቲ ጎይታ ንስኻ ምሳይ ኢኻ ንስኻ ኢኻ ወላ ሕክምና እውን ጀሚርካ ጊልቲ ኣይሰማዕካ እንታይ ደኣ ጎይታ ፈውሰይ ተፈፂሙ እዩ ቅድሚ 226 ዓመት ንሱ እየ ዝኣምኖ ከም ትፍውሰኒ እየ ዝኣምን እናበልካ ግን እዚ ቃል እዚ እናዘረኣኻ ቀፅል ጉዕዘኻ እግዚኣብሔር ድማ ከገርመካ እዩ ዶክተራት ኣገሪሙ ክንደይ ተኣምራት ዲና ክንሰምዕ ንውዕል ዘለና ብሩኻት መግለፂ ክብሩ እዩ ዝገብረካ ንምንታይ ስለዘይተወላወልካዮ ካልኣይ ሕጉሶን እግዚኣብሔር ብሩኻት ክንኣምኑ ከለና ንቃሉ እግዚኣብሔር ግን ኢሉ ኢልና ኣብ መንጎ እቲ ማዕበል በርቲዑ ከሎ ኖኖ ኣነስ ኣምላኸ ይኣምነ እየ ክንብል ከለና ኣብ ልዕሊ ማዕበል ወክ ክንገብር ንጅምር ክንንቀሳቐስ ንጅምር ክንከይድ ንጅምር ብናይ መን ሓይሊ ብናቱ ሓይሊ ብናቱ ፀጋ ብናቱ መንፈስ ይድግፈካ ከመይ ገይሩ ሓሊፍዎ ስጋዕ ዝብል ሰብ ስጋዕ ዝግረመልካ ትኸውን ንምንታይ ቃሉ ኣሚንካ ኣይተዋላወልካዮ ስለዚ ሎማዓንቲ እንታይ እድብል ዘለኹ ኣማኒ ኩን ተጠራጣሪ ኣይትኹን ሎሚ ናይ ብዙሓት ነፍሳት ሃሌሉያ ካብዚ ቃል እዚ ዝተላዕለ ጥርጥር ዘበለ ካብ ህይወቶም ተነቒሉ ከም ዝኸይድ ይኣምን ኣለኹ ምክንያቱ ጥርጥር ስስፒረት መንፈስ ትብዓት መንፈስ ብርትዐ እምበር መንፈስ ፍርሒ መንፈስ ጥርጥር ኣይተቐበልና ንሕና ብሩኻት ስለዚ ኖኖኖኖኖ ኣብ መንፈሰይ ትብዓት እዩ ዘሎ ናኖ ቃል ኣምላኽ ከምዚ እንዲ ኢልኒ ፍርሒ ክገዝእ ክጅምር ከሎ ተዛረቦ ተዛረቦ ኣነ ኣማኒ እየ ዘይኣማኒ ኣይኮንኩን ስለዚ ንነገራትካ ትዛረቦ ንስኻ ወይ ንስኺ ኢኺ ተጣራጣሪ ኣይትኹን እንታይ ደኣ ኣማኒ ኹን ስለዚ ንምንታይ ኢኻ ከእምነት ዘጉደልካ ኢልዎ ንጴጥሮስ ንዓይ እናጠመትካ ጀሚርካዮ ጉዕዞስ ድሓር ግን ናብ ኩነታት ርኢኻ ኢልዎ ሎሚ ግን ንእግዚኣብሔር እናጠመትኩም ዝጀመርኩምዎ ጉዕዞኹም ናብኡ እናጠመትኩም ኢኹም ትውድእዎ ናብ ኩነታት ኣይትጠመቱ ናብ ኩነታት ኣይትጠምት ሓወይ ናብ ኩነታት ኣይትጠምት ሓፍተይ ንሱ ዘጀመረኪ ንሱ እዩ ዘፈጽመኪ ከዓ ንሱ እዩ ስለዚ ካብ ገዛ ርእስና ዘይኮነ ንብርትዕ ካብኡ እዩ ብፀግኡ ኢና ናብ ዓወት ካብ ዓወት ናብ ዓወት ንሰጋገር ብሩኻት ስለዚ እዚ ፈሊጥና ብዝመፀ ተመፀሲ ኣመንቲ እምበር ተወላወልቲ ኣይንኹን ምኽንያቱ ብእምነት ኢና ኩሉ ነገር ንእግዚኣብሔር ነስምሮ ብእምነት እዩ እቲ ክኾነልና ንደልዮ ከዓ ነምፅኦ ብእምነት እዩ መዓዝ ዶ ምስ በልና ግን ኣብቲ ቃል ዶ ምስ በልና የሱስ ክርስቶስ ጎይታ እዩ እዚ ቃል እዚ እዚ ሓሳብ እዚ ንብዙሓት ክበፅሕ መታን ሼር በልዎ ናይ ሎማዓንቲ ዘላትና ሓሳብ እዚኣ እያ ግን ጎይታ ንዓይ ተዛሪቡኒ ወይ ንብዙሓት ከዓ ክዛረብ ይኽእል እዩ በዚ ቃል እዚ ትብሉ ተኾንኩም ናብ ብዙሓት ሸር በልዎ ብሩኻት ብዙሓት ነፍሲ ክፀናንዓ ክብርትዓ ካብ ጥርጥር ወፅየን ውሳነታት ክውስና ነፍሳት በዚ እንድሕር ተባሪኽኩም ሸር በልዎ ብሩኻት ከምዚ ንዓይ ዝባረኸኒ ንዓኻትኩም ከዓ ሒዘልኩም ዝመፅእ ካብዚ ክትርብሑ ስለ ትኽእሉ ቃል ኣምላኽ ኩሉ ግዜ ህያው ስለ ዝኾነ ንምዃኑ ብዙሓት ክጠቅም ሼር በልዎ ካብ መጀመርያ ስጋዕ መወዳእታ ስለ ዝሰማዕኩምኒ ብጣዕሚ እየ ዘመስግነኩም ጎይታ የሱስ እናባረኸ ይባርኽኩም ካብ ሕጂ ንኔው ሃሌሉያ ኣመንቲ እምበር ዘይኣመንቲ ኣይትኾኑን ኢኹም ጥርጥር ዘበለ ካብ ህይወትኩም ተፀሪጉ ክኸይድ እዩ ንዝኾነ ነገር ጭካነ ዘለዎ ውሳነ ኣምላኸይ ክጋገ ስቕ ኣይብለንን እዩ መንፈስ ኣሎ ኣባይ ኢልና በቃ እቲ ንውስኖስ ኣምላኽ ኣሚንና ክንውስኖ ክንጠራጠር የብልናን እሞ እዚኣ ክብለኩም ኢለ እየ ጎይታ የሱስ ብሩኽ ከብልኩም ሰሰናይ ንዓኹም ኣብ ዝቕፅል ዘሎ ሰሙን ብኻልእ ሓሳብ ስጋዕ ዝምለሰኩም ተባረኹለይ ሻሎም